ወመን ይባዚ ዕንዝር ኣይተገጠምኩን ኢሉ ባህ ዝበሎ ክዛረብ ሽጣራኻ ደውር ብሉ ደቂ ኣስመራ ኩልኹም ተጋሩን ኤርትራውያንን ኣቕልብሉ ኔበሎ እዚ ደደብ ሚድያ ጸላኢ ሰላም ክዝበት ጥራይ ዘለዎ ጭራኻ ዶጊልካ ተደኪርካ ወጺኻ ኢሉ እንተ ወጼ ደኣ ሎሚ ንምንታይ ውጹልና ትብል ኣለኻ ጭራና ዶጊልና ምሽ ወጺና እንዶ በልዎ። ብመንግስተይ ብሰራዊተይ ብሃገረይ እንተ መጺኻኒ ክትልትለካ እየ ከም ጡጥ ናይ ፍርናሽ። ዶክተር ኩን ሓጓማይ ኩን ክትዝለፍ ኢኻ። እዚ ብ ንፉዕ ፍጹም ዘገርም ዶንቆሮ ኢኻ ኢሎም እዮም ዶክትረይት ሂቦሞ። ኣብ ኩለን መደባቱ ብዛዕባ ትምህርቲ እዩ ዝዛረብ ሓንቲ ናይ ምሁር ስነ ምግባር ድማ ሪኤሉ ኣይፈልጥን። እታ በቃ ሕጂ ስለ ኣቡኡ ስለ ዝወጸ ገለ በቃ ስትረስ ገይሩ ስትረስ ገይሩ ኮፍ ክብል ኣይክእልንዩ በቃ ኸይት ፈገግ ይብል ሕጂ ርኣያ ከምዛ ገበርካ እታ ወጽላእቲ ገይራተይ ሕጂ ሲኣ ምክንያቱ በዓል ሰቱ ኣብ መዓኮር ግዜ ወሲዳ ማራ ግዜ ወሲዳ ኣብ መዓኮር ስለዚ ጌራቶ ታይ ኢሉ ሕጂ ኣነ ሕጂ ሓጥያት ኣሎ እንተ ተቀየርና ኣካውና ኣይ ክምስክረልካ ዶ ኣካውና ኣምስክር ምልዕስ ምልዕስ ኣቢላቶ ዋይ ኣነ ዘይረኣክዋ ልቢ ክኾነኩም ማለት ኣብዚ ክዛረቦ ድዩ ዝግበኣኒ ኣይግበኣኒ ኣይፈልጥን መኲርና ኢና ሰነድ ገንዘብ ከም ተዋህቦም ብህግደፍ ገንዘብ ከም ተዋህቦም ሰነድ ሰዲደልኩም እዩ ዓበይቲ ሰባት ደብዳቤ ትእዛዝ ንእከለ ክንዲዚ ንእከለ ክንዲዚ ዝብል ማለት እዩ ሰዲደልኩም እየ ኣንቱም ዝሰደድኩልኩም ኣውዚ ምቅላዕ ካሊእ ከይኾነና እንታይ ትብል ነይራ ሲ እቲ ጥንስስ እቲ ጥንስስ ኩልና ንጠንሶ ንሰዓዳ የዕበድብዳ ትብል ነይራ ኑ እዚ ትምህርቲ ኣሳኹዓ ህይወት ድዩ ተማሂሩ እዋ ሰብ ዶ ኣይኮነን ምሂሩ እኳ ኣባበሉለይ

ሰላም ሰላም ክቡራት ተኸታተልቲ ከመይ ኣምሲኹም ሎሚ እውን ከምቲ ልሙድ ዝተፈላለዩ ሓደሽቲ ሓበሬታታትን መዘናጊ ቪድዮታትን ይዝናልኩም ቀሪብና ኣለና ነታ ሚድያ ድማ ሓደሽቲ ልኾንኩም ፀዋት ቅድሚ ናብቲ መደብና ምቕፃልና ሰብስክራይብ ብምግባር ቤተሰብ ይኾኑ ኩላህና ድማ ከምታ ልሙድ ነታ ቪድዮ ላይክ ብምግባር ንጀምራ ኣብ ናይ ሎማዓንቲ መደብና ከምታ ፈለማ ዝረኣኹሞም ኣወል ስኢድን ናይ ደደቢት ሚድያን ብጣዕሚ ኣብ ከቢድ ወጥሪ እዮም ኣትዮም ዝርከቡ ክልቲኦም ነናይ ባዕሎም ዝተፈላለዩ ምሽጥራት እውን እዮም እንዳተወፃፀኡ ዝርከቡ ማለት እዩ። ዝተፈላለዩ ተሪር መልስታት እውን እዮም እንዳተዋሃቡ ዝርከቡ ማለት እዩ። ኣወል ስዒድ እውን ከምቲ ኣብ ፈልማ ዝረኣኹሞ ብጣዕሚ ተሪር ዝኾነ መልሲ እዩ ሂብዎ ዝርከብ ማለት እዩ። ኣዋሪድዎ እዩ ዘሎ ማለት እዩ ንሃይለ ደደቢት እሱ እውን ደደብ እንዳበለ እዩ እንዳፀወኦ ነይሩ ማለት እዩ። እተን ዝተመረፃ ምስልታት ድማ ሎሚ ኣብ ናይ ሎማንቲ መደብና ሂዘልኹም ቀሪበ ኣለኹ እስካብ መወዳእታ ምሳና ፅንሁ ብሰፊኡ ክረኦና ማለት እዩ። ብኻልእ ድማ ሎሚ ብጣዕሚ ካብቶም ኣዘረርብቲ ኮይኖም ዝወዓሉ ኣብ ማህበራዊ ሚድያታት ናይ ማዕበል ትማሊ ዝተዘርግሀት ምስሊ እያ ነይራ ማለት እዩ። ሎ- ሞኒካ ድማ ሎሚ ኣብ ላይቫ ተዋርዶ እያ ዘላ ብናይ ህዝቢ ቅርሺ ከምዚ እንዳገበረ እ፣ እ፣ ዝገብሮ ዘሎ ስራህ ብጣዕሚ እ፣ ዘህፍር ተግባር ከም ዝኾነ እውን እያ ትገልጽ ዘላ። ነዚ እውን ብሰፊኡ ኣብ ናይ ሎማኣንቲ መደብና ኽንሪኦ ኢና ማለት እዩ። ኣብ ናይ ሎማኣንቲ መደብና ናይ ሚለን እውን ናይ ኮንሰርት ዝነበራ ፃንሒት ሎሚ ኣብ ማህበራዊ ሚዲያታት ብጣዕሚ ኣዘራረብቲ ኮይኖም ካብ ዝነበሩ ሓደ እዩ ማለት እዩ። ናይ ሩታ ምስ ላይቭ ሓዱሽ ኣፍቃሪ ሒዛያ ዘላ ኣምሃራይ ዝኾነ ቆልዓ ማለት እዩ ምስኡ ዘለዋ ላይቭ እውን ፃንሒት ሒዘልኩም ቀሪበ ኣለኹ። ነዚኦምን ካልኦትን ዝተፈላለዩ ሃደሽቲ ሃበሬታታትን መዘናጊ ቪድዮታትን እየ ሂዘልኩም ቀሪበ ዘለኹ ማለት እዩ። ነታ ሚድያ ድማ ከም ልሙድ ኩልኹም ሰብስክራይብ፣ ላይክ፣ ሼር ብምግባር ነታ ቪድዮና ንጀምር። እስከ ከም መጀመሪ ኮነና ናይ ሚለን ናይ ኮንሰርት ቪድዮ እስከ ንሱ ተኸታቲልና ንመለስ ኣሕዋት።

ቧዕ እንታይ ደኣ ጌርና እስከ ኣብ ምቕጻል ድማ ነሽነሽ ሃሜት እስካብ ሓደ ዓመት ከእስረኩም ይኽእል እዩ እዩ ዝብለና ዘሎ እስከ ንሱ ተኸታቲልና ንመለስ ንሞኒካ እውን ብዙህ ዘይተዛረብኽዋ ንኡ እዩ እስከ ነታ ምስሊ ተኸታቲልና ንመለስ ኣሕዋት። እዛ ትሪእዋ ዘለኹም ኢትዮጵያዊት ጠበቓ ኣብ ዝዘርገሐቶ ቪድዮ እንታይ እዩ ዝብል ዘሎ፣ ሕሜታ ክሳብ ሓደ ዓመት ከእስረካ ከም ዝኽእል ትፈልጥ ዶ ትፈልጡ ዶ እያ ትብል ዘላ ብዝተኻእለ መጠን ትፈልጥዎ ወይ ትፈልጥዋ ኣብ ሕሜታ ጽቡቕ ልምዲ ዘለዋ መሓዛኹም ወይ መሓዛኽን መሓዛኹም ሰብ ተሎ ሜንሽን ግበርዎ ወይ እዛ ቪድዮ ስደድሉ መታን ንሓደ ዓመት ከይእሰር ማለት እዩ እወ ሕሜታ ሓደ ዓመት እዩ ዘእስር እያ ኢላቶ ዘላ እወ እንዴ ታያእታ ዜና ዳ ቁሩብ ክብድ ላህና ዒዳ ክብድ ላህና

እዝጊዮ ኣቦይ ስላሴ ባዕልኩም ኣለዉና ባዕልኩም ኣለዉና ኣቦይ ስላሴ ድሓር ከዓ ሕሜታ እንታይ እዩ ኣስተውዕሉ ሕሜታ ዝበሃል ብታሕቲ ታሕቲ ብውሽጢ ውሽጢ ሰብ ዘይሪኦ ሰብ ዘይሪኦ ብታሕቲ ታሕቲ ብውሽጢ ውሽጢ ዝግበር እዩ እዚ ንሕና ነቕርቦ ዘለና ዜና እዩ ዝበሃል እቶም ሰባት ዜና እዩ ዝበሃል ወላ ገሪኹምስ ወረ ትብልዎ ኖኖ ወረ ብውሽጢ ውሽጢ ሕሜታ ብታሕቲ ታሕቲ እዝናና ከዓ ዜና እዩ እቲ ሽግር ግን ኣብ ሶርያ ከምዚ ኣጋጢሙ፣ ኣብ ሶማል ከምዚ ኣጋጢሙ፣ ኣብ መቓዲሾ ከምዚ ተደምሲሱ፣ ዓሳ ነባሪ ንመርከብ ሃሪምዋ፣ በሊዕዋ፣ እዚ ጥራይ እዩ ንዓኹም ዜና ዝመስለኩም። እዝናና ድቕቕ ዝበለ ዜና ገለ ከም ዜና ኣይትሓስብዎን ኢኹም። ብሕጊ ግን ናጻ ኢና፣ ናጻ። እወ። ኣይሳንና ጋዜጠኛ ነሽ ካብ ሃገረ ጀርመን የቀንየለይ ንሕና እውን ቀንየልና እንዳበልና ነሹ ኣብዚ ዘለኩም ርኢቶ እንድህር ዳ ሃልዩ ኣብ ቦታ ኮመንት ፀሓፉልና ብፍላይ ብፍላይ ከምዚ ህሜታ ዝፈቱ ዓርክ ተሃልዩኩም ዝፈቱ ሰብ ትፈልጥዎ ተሃልዩ ፀሓፉሉ ዝሃሳብኩም ማለት እዩ እስከ ምቕፃል ድማ ሓደ ሃውና እንታይ እዩ ዝለና ዘሎ ብፍላይ ደርፊ እያ ከምዚ ዝህወሉ ዘሎ ኣብ ኣዲስ ኣበባን ኣብ ዝተፈላለዩ ቦታታት ኮይኖም እንዳተሓወሉ ዝነብሩ ዘለዉ ብስሩ ንቤተሰቦም ንስድርኦም ዘይሓስቡ ሰባት እኒዉ ብንኦም እዩ እንዳተዛረበ ዘሎ ደርፊ እውን እዩ ዘስመዐና ዘሎ እስከ እሱ ተኸታቲልና ንመለስ ኣሕዋት ሓወይ ካብ እስራኤል ድምሪቱ ሰድድ ኣቦይ ካብ ካናዳ ቁር ቅርዲዱ ሰድድ ኣሞይ እውን ካብ ጀርመን ቆጢባ ትሰድድ ኣነ ናይ ግዳደይ ይጭርም ይዓብድ ኣነ ናይ ግዳዱ ይጭርም ይዓብር። ዕቡይ ለማኒ ኣብ ኡጋንዳ ዝነብር ሰብ እዩ ዕቡይ ለማኒ ኣብ ኢትዮጵያ ዝነብር ሰብ እዩ ሚእቲ ሚእቲ እንዳቀለጠካ ከሎስ ኣብ መጨረሻ ኣንታ ዘይ ሚእቲ እንታይ ይሰድድ ኮይኑ ይክላእ ብጣዕሚ ድፍረትኩም ካልኣ የብሉን ማለት እዩ ኣነ ይብለኩም ኣለኹ ኣብ ኢትዮጵያን ኡጋንዳን ዝነብር ሰብ ሰለስተ ሚትሮ እዩ መልሓሱ ምንም ዘይገበረ ዘሎ ከዓ

ኸምዚ ድማ ብስሮም ዘይሓስቡ እውን ሰባት እውን ኣለዉ ማለት እስከ እስኹም እውን ዘለኩም ርእይቶ ሀሳብ ኣብ ቦታ ኮመንት ጸሓፉልና እስከ ብምቕጻል ድማ ናይ ኃይለ ደደቢት መጠንቀቕታ ወይም ድማ መፈራርሂ እዮ ዝዛረብ ዘሎ ማለት እዩ ከቃልሐኩም እየ እዮ ዝብሎም ዘሎ እስከ እታ ምስሊ ተኸታቲልና ንመለስ ኣሕዋት ልቢ ክኾነኩም ማለት ኣብዚ ክዛረቦ ድዩ ዝግበኣኒ ኣይግበኣኒ ኣይፈልጥን ሞኪርና ኢና። መኲርና ኢና ዓበይቲ ሰባት ደዊሎም ጽናሕ ግዲ የብልካን ክንረዳዳእ ኢሎምኒ እዚ ከይተቃልዖ ኢሎምኒ ብርሃነ ገንዘብ ተዋሂብዎ ከም ዝመጸ ካልኦት ሚድያታት እውን ተዋሂብዎም እዩ እከለ እከለ ክብል ኣይደልን ሕዚ ወረቐት እኒሄ ምሳና ሰነድ እኒሄ ምሳና ሰነድ እኒሄ ምሳይ ሰዲደልኩም እየ ዓበይቲ ሰባት መራሕቲ ሰነድ ገንዘብ ከም ተዋህቦም ብህግደፍ ገንዘብ ከም ተዋህቦም ሰነድ ሰዲደልኩም እዩ ዓበይቲ ሰባት ደብዳቤ ትእዛዝ ንእከለ ክንዲዚ ንእከለ ክንዲዚ ዝብል ማለት እዩ ሰዲደልኩም እየ ኣንቱም ዝሰደድኩልኩም ኣብዚ ምቅላዕ ካሊእ ከይኾነና ሰዲደልኩም እየ ብርሃነ ገንዘብ ተኸፊልዎ ብርሃነ ከምኡ ስለ ዝኾነ ስርሑ ቀደሙ ገንዘብ ተኸፊልዎ ከፍርስ ይመስሉ ትካል ክፈርስ ኣለዎ እዚ ትካል እዚ ፈቒደና ኣይከኣለን ህዝቢ ትግራይ የንቅሕ ኣሎ እዩ ኣንቅሒና ዲና የንቃሕናን ህዝቢ ትግራይ እዩ ምስክርና ኣነ ክቃለስ እየ እስካዕ መወዳእታ ምንም ኣይትጠራጠሩ ብስሩ ዘይርብርብ ተቃላሳይ እውን ስለ ዝኾኑ ገንዘብ ተኸፊልዎ ብዕላማ እዩ መጽዩ ከምታ ዝብላ ዘሎ ሓቁ እዩ እዚኣ ሰዲደልኩም እየ መራሕቲ ዝሰደድኩሎም መራሕቲ ደዊሎምሉ እዮም ግደፍ ዘየዋጸናን ኢሎሞ ኖ ኢልዎም ስልኮም ዓጽዎም ኣብዩ ስለዚ ኣበየ እዚኣ ዘቃልዓ ዘለኹ ምርጭ ዘይትረዳድኡ ኣንታ ከምዚ እንዶ ይብል ዝጨነቆ ህዝቢ ንዓይ እውን ይጽሕፈለይ እስከ ኣብዚ ሃይለ ዝተዛረቦም ዘረባታት ዘለኩም ሀሳብ ርእቶ እንድህር ዳሃልዩ ኣብ ቦታ ኮመንት ጸሓፉልና። ነታ ሚድያ እውን ላይክ፣ ሼር፣ ሰብስክራይብ ምግባርኩም ኣይትረስዑ እንዳበልኩ እስከ ብምቕጻል ድማ ነቲ ወዲ እቲ ምስሊ ትርእይዎ ዘለኹም ማለት እዩ ሎሚ ኣብ ማህበራዊ ሚድያታት ብጣዕሚ ኣዘረርቲ ኮይኖም ካብ ዘለዉ ሓደ ናቶም ምስልታት እዩ ማለት እዩ። ብዙሃት ሰባት እውን ኬፍ ዘለዎ ቆልዓ ኽብ ዘለዎ ወዲ እንዳበሉ እዮም ሼር ዝብልዎ ዝነበሩ እስከ ነታ ምስሊ ተኸታቲልና ንመለስ ኣህዋት። ኩሉ ሰብ ክፈልጦ ዘለዎ ቀይሕ ባሕሪ ማለት ንህኤርትራዊ ጤስኡ ኢዩ ጤሳ ትፈልጢ ዲኺ ጤስኡ ኢዩ ዋንነቱ ኢዩ ርስቱን ጉልቱን ኢዩ ማንም ሰብ መጺኡ በብዚ ቀይሕ ባሕሪ እዚ ኣሽንኳይ ኢዶ ወደብ ክወስድ ኣሽንኳይ ኢዶ ባሕሪ ክወስድ ይብለኪ ኣለኹ ፎስ ዓይኒ ዝኸውን ከማን ንሕና ኤርትራዊ ከየፍቀደ ይብለኪ ኣሎ ኣብ ዓይኒ ዝነጥብ ማይ ከማን ካብ ባሕሪ ክወስድ ኣይነፍቅደሉ ኢና ኣብ ዓይኒ ዝነጥብ እየ ዝብለኪ ዘለኹ

እዚ ወዲ ፍልይ ዝበለ ሓሳባት እዩ እንዳልዐለ ነይሩ ኣብ ዘለኩም ርእቶ እንደረ ሃልዩ ጸሓፉልና ኣብ ቦታ ኮመንት እስከ ምቕጻል ድማ ናይ ዓወል ስኢድ ብዛዕባ ናይ ሓይለ ደደቢት ዝተዛረቦ እስከ እተን ምስልታት ተኸታቲልና ንመለስ ኣሕዋት ንህዝቢ ትግራይ ኣይወጽእን ኢልዎ ኢሉ ንዓኻየ ንዓኻየ ኣይንወጽእን ኢለካ ምስ ህዝቢ ትግራይ ደኣ ብሓደ እንዲና ንውዕል ዘለና እታ ቀዳመይቲ ዘይገጠምክንኣ ዝተዓወትናላ ደኣ እንታይ ደያ ደይ ንህዝቢ ብደላሎ ከይራኸብ ጠጠው ምባለ ብኣኹም ኣይራኸብን እዩ ሰብ ቀጥታ እዩ ዝዘራረብን ዘወግዕን ዘሎ ሎሚ እዚኣ ፍለጥዋ ብደላላይ ኣይራኸብን እዩ ህዝቢ ኤርትራን ህዝቢ ትግራይን ንህዝቢ ኢልካ ኣኪብካ ፐላሶ ምስራሕ የለን ድሕሪ ሕጂ ከምኡ የለን ሎሚ እዞም ብገንዘብ ህዝቢ ሰብ ዋኒን ዝኾንኩም ወሰን ኢልኩም ሓንሽሽዎን እምበር ሎሚ ዝህመል የለን። ገሊኣ ብጸገም ህዝቢ ትግራይ ፐላሶ ስሪሓ፣ ገሊኣ ብጸገም ህዝቢ ትግራይ ገዛ ጌራ፣ ገሊኣ ብጸገም ህዝቢ ትግራይ ካፒታል ጌራ፣ ገሊኣ ብጸገም ህዝቢ ትግራይ ልቸንሳታት ጌራ። ኖ ኖ ኖ ድሕሪ ሕጂ ከምኡ የለን ድሕሪ ሕጂ ከምኡ የለን ወመን ይባዚ ዕንዝር ኣይተገጠምኩን ኢሉ ባህ ዝበሎ ክዛረብ ሽጣራኻ ደውር ብሉ ደቂ ኣስመራ ኩልኹም ተጋሩን ኤርትራውያንን ኣቕልብሉ ኔቮሎ እዚ ደደብ ሚድያ ጸላኢ ሰላም ክዝበት ጥራይ እዩ ዘለዎ
ከምቲ ዝተኸታተልኩሞ ብጣዕሚ ተሪር ዝኾነ መልሲ እዩ ሂዎ ዝርከብ ማለት እዩ ቀፃሊ እውን ከርእየኩም እያ ሓንቲ ምስሊ እኒኣ ብጣዕሚ ንሳ ድማ መልሲ እውን ክትብልዋ ንእሽተይ ትኸብድ እያ እንዳፀረፎ እንዳዋረዶ ዘላ ማለት እዩ ነንህድህድ ብዛዕባኡ ዝገበሮም ወይ ድማ ዝተዛረቦም ዘረባታት መልሲ እንዳሃበ ወይም ድማ ከምዚ እንዳዋረዶ ተርኢ ምስሊ ኣወል ኣብ መወዳእታ ክንሪኦ ኢና ማለት እዩ እስከ መወዳእታ ምሳና ፅንሑ እስከ ብምቕፃል ድማ እዞም ሓዱሽ ፍቑራት እስከ ንሶም ንከታተሎም ኣብ ዘለኩም ርእቶ እውን ኣብ ቦታኹም ንፀሓፉልና ድህሪ ሃፍቶም ሕጂ ምስ ካሊእ ሰብ እያ ፍቕሪ ጀሚራ ዘላ ማለት እዩ
ልሳማ

ዝገርም እዩ ሩታ መብዛሕትኡ ግዜ ዓርሰ ቅትለት ክፈፅም እየ ብጣዕሚ ኣብ ጭንቀት ከም ዘላ እያ ትዛረብ ነይራ ሕጂ ድማ ፍቕሪ ጀሚራ ኣላ ማለት እዩ ድህሪ ናይ ሃፍቶም ሞት ማለት እዩ እስከ ምቕፃል ድማ ናይ ሞኒካ ናይ ላይቭ ፃንሒት ብዛዕባ እዚ ናይ ማዕበልን ብዝተፈላለዩ ነገራት ዝተዛረበቶም እስከ እሱ ተኸታቲና ንመለስ ናታ ምስሊ ተኸታቲና ንመለስ ኣሕዋት። ኩሉ ግዜ ገዛ ክጽሪ ከለኹ ኮስትሞ ገይረ እየ ዘጽሪ ኮስትመር ራይጅ። በዚ ክሕልፍ ክትብሉ ክየቁ ወይ ፅምኣት ኣለኩም ኣፅርርያ ብለሽዕ ነብሰይ ተሓፃፂበ ኣብቲ ኣኸይደ ደስ ትብለኒ እንዳ ሻሂ ከይደ ሻሂየ ይሰቲ ስዊስ ግን ሓንሳብ ንመዓኣኩ ሰይ ቡን ከረነይ ጅንጅብለይ ዘለዋ ሕጂ ዘይ እዚ እኳ እዚ እኳ ሓበሬታ ናይቲ ስትረስ እኳ ማራ እኳ ስትረስ ገይር ደቂ ኤረ ድሕር ሕጂ ህዝባዊ ግንባር ተጠንቀቑ ከምዚኣ ትገበርኩማ ኣዝናይ ስወርቲ ከትገብሩ እደግምዋ በቃ ምውክሰ እኳ በቃ ሕጂ ስለ ኣቡኡ ስለ ዝወፀ ገለ በቃ ስትረስ ገይሩ ስትረስ ገይሩ ኮፍ ክብል ኣይክእልኒ በቃ ከይትፈይጠ ይብል ሕጂ ራእያ ከምዛ ገበርካ ዛዕባ ወፃእቲ ገይራተይ ሕጂ ሲኣ

እስከ ምቕጻል ድማ ናይ ኣወል ስዒድ ብዛዕባ ናይ ንሃይለ ደደቢት ከምዚ መልሲ እውን የኾነ እዩ ጸርፊ ብዛዕባ ቅድሚ ህጂ ዝገብሮም ዝነበሩ ወይ ዝዛረቦም ዝነበሩ ነገራት ነንህድህድ እንዳልዐለ እዩ ዝምልሰሉ ዘሎ እስከ እታ ምስሊ ተኸታቲልና ንመለስ ኣሕዋት ጭራኻ ዶጊልካ ተደኪርካ ወጺኻ ኢሉ እንተወጽኤ ደኣ ሎሚ ንምንታይ ውጹልና ትብል ኣለኻ ጭራና ዶጊልና ምሽ ወጺና እንዶ በልዎ ኣነ ቆለ ኣለኒ ብመንግስተይ ብሰራዊተይ ብሃገረይ እንተመጺኻኒ ክትልትለካ እየ ከም ጡጥ ናይ ፍርናሽ ዶክተር ኩን ሓጓማይ ኩን ክትዝለፍ ኢኻ እዚ ብንፉዕ ፍጹም ዘገርም ዶንቆሮ ኢኻ ኢሎም እዮም ዶክትሬት ሂቦሞ ኣብ ኩለን መደባቱ ብዛዕባ ትምህርቲ እዩ ዝዛረብ ሓንቲ ናይ ምሁር ስነ ምግባር ድማ ርእየሉ ይፈልጥን ንሚክራያ ኣንብብ ክብሎ ሰሚዐዮ ኣለኹ። ንልፍዓተይ ኣንብብ ክብሎ ሰሚዐዮ ኣለኹ። ንዓይ እኳ ኣንብብ ኣይብለንን እንድዩ። ክንድቲ ሓሰኻ ዝመስል ጨጉሪ ዓይንኻ ዝኸውን መጻሕፍቲ ኤንቢበ በልዎ ብዛዕባ ንባብ እንተኾይኑ። እንታይ ትብል ነይራሲ እቲ ጥንስስ እቲ ጥንስስ ኩልና ንጠንሶ ንሰዓዳ የዕበድብዳ ትብል ነይራን እዚ ትምህርቲ ኣሳኳዕ ህይወት ድዩ ተማሂሩ እዋ ሰብ ዶ ኣይኮነን ምሂሩ እኳ ኣባበሉለይ ምሁር ምሁር እብል ምሁር ሰላም ኣይጸልእን ኢታ ኣነ ምስዚ ኩሉ ትምህርትኻ ኣስናንካ እንዳገናጸልኩ ኣይሸረፈን ረኣይዎ ኢለ ምሸጥኩኻ ምስታ ዶክትሬትካ ምሸጥኩኻ ኣደብ ግበር ነገር ብዕራይ ኩሎም ቀያሕቲ መስመራት ዓማጢቕካዮም እንዲኻ ክንደየናይ ከይትከብር ድሕሪ ደጊም ወዲ ዓሰርተ ሸውዓተ ዓመት እንዲ መሃይምነት ኣጥፊኡ ኣነ ወዲ ዓሰርተ ሸውዓተ ዓመት ቀዳመይቲ ፊሊመይ የመርቕ ነይረ። ሽዑ ንሱ ስረ እውን ኣይነበሮን። ካብ ጽርግያ ዘምጽዎ ዕዋላ ኢሉኒ። ጽርግያ ኣስመራ ካብ ዓይኑ ከም ዝጸሪ ፈለጠን። እወ ካብ ጽርግያ እዩ መጺኡ በልዎ። ካብቲ ካብ ዓይንኻ ዝጸሪ ጽርግያ። ያኣኸ ንስታሊን፣ ንብርሃነ፣ ንጎደፋይ፣ ንመምህር ኣብርሃ ተኽሉ፣ ንናትናኤል ኣስመላሽ፣ ንወዲ ቢተውን ካልኦትን ብድሕሪ መጋረጃ ዘለዉ ተጋሩን ርኢኻ ነዚ ክትርእሲ ሓተላ ናይ ትግራይ ምዃሉ ይበርሀልካ እዚ ንትግራይ ዝዋጋኣላ መሲልዎ ዝወግኣ ዘሎ ደደብ እቶም ኣስመራ ዝተዓደሙ ክቡራት በላሕቲ ንፉዓት ተጋሩ እኮ መጺኦም እዮም ዝተረፉ ድማ መገዲ ኣለዉ ዕንዝር ግን ኣይተዓደመን ንዶክተር ሽንፍላ ዝኸውን ቦታ የብልናን ኣብ ጽምዶ እያ ብቑዕ ኣይኮነን ጉርዲ ስእሉ ሒዝ ድማ ተረፊቱ ነቶም ኣብኡ ዝእከቡ ህዝብታት ታሪኽ ዝምህሮም ምሁር ይሃሉ ኢሉ እዚ ኣደናቂ ዶንቆሮ ያኣኸ ንህዝቢ ታሪኽ ዝምህር ምሁር ኣሎ ምሁር ካብ ህዝቢ ታሪኽ ዝመሃር በልዎ ነዚ ዒፈል መጀመርያ ስእለይ ጠቂዐሞ ድማ ብል ነይሩ ሰብ መሲሉና ወደይ ተመሚኻ ሰብ ትኸውን መሲልና ክልተ ሰለስተ ግዜ ኣብ መቕሎ ደይብካ ዘይትበስል ጥረ ምዃንካ ምስ ፈለጥናካ ድማ ክዒናካ ኣርባዕተ ነጥቢ
ከምቲ ዝተኸታተልኩሞ ኣህዋት ብጣዕሚ ተሪር ዝኾነ መልሲ እዩ ንንህድህድ እንዳሃበ ኣዋሪድዎ ዘሎ ማለት እዩ ንሎማዓንቲ ዝነበረና መደብ እውን ከምቲ ዝተኸታተልኩሞ ዝመስል ነይሩ መዓልታዊ ከምዚኦም ዝኣመሰሉ መደባት ናባኹም ንክነብል ሰብስክራይብ ዘይገበርኩም ሰባት ሰብስክራይብ ምግባርኩም ኣይትረሱ ኩላህና ድማ ከም ልሙድ ላይክ ሼር ብምግባር እ፣ ነታ ሚድያና ሰፖርት ምግባርኩም ኣይትረሱ እንዳበልኩ ከም ልሙድ ሓንቲ ናይ ወዲ ሹቕ እ፣ ኣኣንጊደኩም ብዓኣ ክንሰናበት ማለት እዩ። ምሳየ ድማ ብካልኦት መደባት ስካብ ንራኸብ በብዘለኹሞ ሰላምን ራህዋን ትኾኑለይ ካብ ልቢ እንዳተመነኹ ቻው። ንዋርድያ ገዝኦም ባዕሎም ከም ዝቀተልዎ ታሪኾም ኣለካ። እንታይ ባዕሎም ቀቲሎምዎ ማለትከ ንዕኡ ብኻራ ቀቲሎም ሰብ ሃፍቲሞም ማለት ድዮም? ደይኮነ እንታይ ዳሞ?
እቲ ሰብኣይ ከምዞም ናብራ ዝቀጥቀጦ ናብራ ብዝጋምባ ዝዓለዎ ሂወት ደሳለ ኣጠየቶ ሰብኣይ ምሽ ኣሎ ከምዞም ቁንጹባት ሰው ጥቡቃት ናብራ ዝወቀጦም ገለ መለ ከምኦም እዩ ምስኪን እቲ ሰብኣይ ቆንጹብ እዩ ዋርድያ ጀሚሩ ዋርድያ ምሰ ጀመሩ ወፍቲ ገዛ ነቲ ገዛ እንዳሓለዎ ቁርሲ ኢሎም ሓንቲ ምልእቲ ደርሆ ኣምጺኦምሉ ሰብኣይ ከምኡ በሊዑ ይፈልጥኒ ንዓኣ ክበልዕ ተበልዕ ክበልዕ ጅማውትን ገለን ተጋታቲሩ ሰብኣይ ምሽክናይ እንቃዓሪ ሃጺ በልዕ ክበልዕ ከይወዳኣ ምሳሕ ኣርኪብዎ ምሳሕ ከዓ ሑፍ ሰሩዝ ብባዴላ ምስ ኣምፅሉ ደርሆ ናብዚ ፀጊዑ ነዚ ሩዝ ከዓ ተኣከለ ተኣከለ ተኣከለ ሰብኣይ ብክልተ መታሉ ሕርሃፅ ምሳሕ ከይወደአ ድራር ኣርኪባቶ ድራር ፓስታ ኣምፅኦምሉ ሩዝ ናብዚ ፀጊዑ ነዚ ፓስታ ተኣከለ ተኣከለ ፀሓይ ኣርኪባ ተወጊሑ ትዛረብ ኣለኻ ድሕሪ ክልተ መዓልቲ እሞ ሰብኣይ ሰማንያ ኪሎ ወሲኹ ብስትሮክ ጥዋዕ ኣስቢሖም ቀቲሎሞ ባዕሎም ሉክታ ድዩ ላይፍ እምበ